ውጽኢት ዑደት ኣርባዕተ መዓልታት ፕረዚደንት ኢሳያስ ናብ ስዑድያ ይግለጽ። ፕረዚደንት ኤርትራ ኢሳያስ ኣፈወርቂ ካብ ዕለት ትሽዓተ ክሳብ ዕለት ዓሰርተ ሰለስተ ናይ እዚ ሒዝናዮ ዘለና ወርሒ ኣብ ስዑድያ ዑደት ፈጺሙ ምምላሱ ተኸታቲልና ኣለና። ኣብተን ኣብ ስዑድያ ዝጸንሓለን ኣርባዕተ መዓልታት ብዝምልከት ብዙሕ ሰብ ዝጽበ ዑደት ከም እተፈጸመ ዘይኮነ፣ ንኤርትራ ዘርብሕ ግብራዊ ነገር እንታይ ተገይሩ ዝብል እዩ። ኣብ ቀዳመይቲ መዓልቲ እቲ ዑደት እተገብረ ርክብ ፕሬዚደንት ኢሳያስ ምስ ኣሚር መሓመድ ቢን ሳልማን ብዝተፈላለዩ ሚድያታትን ኣብዚ ናይ ኤኤን ሚድያ መደባትን ብሰፊሕ ተጸብጺቡ እዩ። ብድሕሪ እቲ ናይ ቀዳማይ ርክብ ተጸብጸበ ጉዳይ ዑደት ብመንገዲ መራኸቢ ማዕከናት ዜና መንግስቲ ኤርትራ እተዘርግሐ ናይ ጅዳ ዛዛሚ ዑደት ዝምልከት እዩ። ኣብቲ ንዑደት ጅዳ ዝምልከት ዝቐረበ ጸብጻብ፣ ምስ ማሕበረሰብ ኤርትራውያን ኣብ ጅዳ እተገብረ ርክብን ምስ ሰብ መዚ ወደባት ስዑድያ እተገብረ ርክብን ዝምልከት ጸብጻብ ኢና ንረክብ። ኣብቲ ምስ ሰብ መዚ ወደብ ጅዳ እተገብረ ርክብ፣ ፕሬዚደንት ኢሳያስ ኣፈወርቂ ምስ ሲኢኦ በዓል መዚ ወደባት ስዑድያን ላዕለዎት ሓለፍቲ ወደብ ጀዳን ከም ዝተራኸበ ካብቲ ጸብጻብ ክንርዳእ ንኽእል። ሰብ መዚ ወደብ ጀዳ ነቲ ወደብ ዝምልከት ዝርዝራዊ ኩነታትን ናይ ኣሰራርሓ መብርሂታትን ኣቕሪቦም። ፕሬዚደንት ኢሳያስ ብወገኑ ኣብ መንጎ ኩላቶም ኣብ ቀይሕ ባሕሪ ዝርከቡ ወደባት ምትሕጋዛት ክግበር ከም ዘድሊ ጸቒጡ ተዛሪቡ። ብወጥን ዝካየድ ወፍሪ ኣብ ትሕተ ቅርጽታት ፍልጠትን ተሞክሮታትን ምትሕልላፍ ዝብሉ ጉዳያት ኣገደስቲ ምዃኖም ድሕሪ ምጥቃስካ፣ እተን ወደባት ተማላላእቲ ደኣ እምበር ተወዳደርቲ ክኾና ከምዘይብለን ገሊጹ። እቲ ኣብ ዑደት ወደብ ጅዳ ዝተዋህበ መግለጺ ኢሳያስ ከምዘመልክቶ፣ ኣብ መጻኢ ኣብ መንጎ ወደብ ጅዳን ወደባት ኤርትራን ምትሕጋዛት ክህሉ ከምዝኽእል ዝእምት እዩ። እቶም ክህልዉ ዝኽእሉ ምትሕጋዛት፣ ተሞክሮታትን ፍልጠትን ኣብ ምልዋጥን ምናልባት እውን ኣብ ወደባት ኤርትራ ዝግበሩ ዝተጸንዑ ናይ ትሕተ ቅርጽታት ወፍሪ ኣብ ዝምልከት ጉዳያት ዘድሃቡ ክኾኑ ከም ዝኽእሉ ኢና ካብቲ መግለጺ ክንግምት ንኽእል። እዞም ኣብ ተኽእሎታት ተመርከሱ ናይ ምትሕጋዝ መደባት ተባሂሎም ብመንግስቲ ኤርትራ ዝግለጹ ጉዳያት ዳሳሳዊ ርክብ ደኣ እምበር ውዱኣት ጉዳያት ኣይኮኑን። ምኽንያቱ ከምዚኣቶም ዓይነት ዳሳሳዊ ርክባት ፕሬዚደንት ኢሳያስ ኣብ ዝገብሮም ዑደታት ብቐጻሊ ዘደጋገሙ ተርእዮታት ስለ ዝኾኑ ናይ ቻይና ዑደት፣ ናይ ሩስያ ዑደት፣ ናይ ጥልያን ዑደት ከምኡውን ኣቐዲሞም ዝተኻየዱ ናይ ስዑድያ ዑደታት እውን ሓደ ዓይነት ኣብ ተኽእሎታት ተንጠልጠሉ ምዃኖም ምዝካር ይከኣል። ብፍላይ እቲ ንቁጠባዊ ወፍሪ ዝምልከት ጉዳይ ኣብ ተኽእሎታት ኣንጠልጢልካ ምግዳፍ ብቐንዱ ምስ ፖሊሲ መንግስቲ ኤርትራ ዝተሓሓዝ ኮነ ኢልካ ዝግበር ደኣ እምበር ምትግባር ስለ ዘይከኣል ኣይኮነን። ክሳብ ሕጂ ብዝተራእዩ ኣሰራርሓታት'ቲ መንግስቲ፣ ቁጠባዊ ወፍሪ ኣብ ዕደና ተሓጺሩን ናብ ሰደድ ዝዓለመን ምስ ዝኸውን'ሞ፣ ጽብብ ብዝበለን ካብ ህዝባዊ ተሓታትነትን ግሉጽነትን ብዝረሓቐ ኣገባባት ክስራሕ ከም ዝከኣልን ጥራይ'ዩ ዝትግበር። ካብኡ ሓሊፉ ሰፊሕ ተሳታፍነት ናይ ዝተፈላለዩ ጽላታትን እኹል ቀረባት ጸዓትን ኣገልግሎታት ባንክን ኢንተርነትን ዝሓቱን ኣብ ውሽጢ ኤርትራ ዝዝርግሑ ቁጠባዊ ንጥፈታት ምክያድ ዝዕድሙ ቁጠባዊ ወፍርታት ምክያድ ኣብ ትሕቲ ዘሎ ምልካዊ ስርዓተ ምሕደራ ዝከኣል ኣይኮነን። በዚ ልበቲ እቲ ዝዓበየ ውጽኢት ናይቲ ኣርባዕተ መዓልትታት ዝወደ ዑደት ፕረዚደንት ኢሳያስ ኣፈወርቂ ፖለቲካዊ ምንባር ኢና ንርዳም። ሓደ ካብቶም ዝዓበዩ ናይቲ ፖለቲካዊ ውጽኢት ከኣ ጥሙሕ ኣፍደገ ባሕሪ ኢትዮጵያ መሸጎር ከም ዝልከኾ ዝገበረ ምዃኑ እዩ። ጉዳይ ኣፍደገ ባሕሪ ኣብ ተጠቃምነት ተመርኮሰ ደኣ እምበር ኣብ ሃልወሳ ታሪኽ ተመርኪስካ ትብህጎ ዋንነት ከም ዘይኮነ ኣብ ዓንኬል ጂኦፖለቲካዊ ክውነት ብምሽንካር ድልዱል ፖለቲካዊ መስመር ዝሓንጸጸ ስለ ዝኾነ እቲ ናይ ፕሬዚደንት ኢሳያስ ዑደት ምስ ክልተ ዓበይቲ ናይ ሰሙን ፍጻመታት ዘጋጠመ ምዃኑ እውን ፖለቲካዊ ውጽኢት ናይቲ ዑደት ብዝያዳ ከም ዝጎልሕ ኮይኑ ይርከብ። እቶም ክልተ ፍጻመታት መበል ዕስራን ሓሙሽተን ዓመት ብሩራዊ ኢዮቤል ስምምዕ ኣልጀርስ ዝምልከትን ምስሓብ መንግስቲ ኤርትራ ካብ ዞባዊ ውድብ ኢጋድ ዝምልከቱን እዮም። ክልቲኣቶም ፍጻመታት ንጥሙሕ ጎብለልነት ኢትዮጵያ ፍሹል ዝገበሩ ተርእዮታት እዮም። ንውዕል ኣልጀርስ ብዝምልከት ኣዝየን ብርክት ዝበላ ሃገራት ፍልይ ብዝበለ መልክዕ ነቲ ኣጋጣሚ ማለት ንብሩራዊ ኢዮቤል ስምምዕ ኣልጀርስ ዘኪረን ጥራይ ዘይኮና ኤርትራን ኢትዮጵያን በቲ ስምምዕ ክቕየዳን ክውድኦን ጻውዒተን ኣቕሪበን ኣለዋ። እዚ ጻውዒት እዚ ንዕግርግር ምምሕዳር ኣብዪ ኣሕመድ ንምግታእ እተገብረ ዝተወደነ ዓለማዊ ጻውዒት እዩ። ልኡላውነትን መሬታዊ ሓድነትን ሓንቲ ሃገር ብደዴልካ ምጥሓስ ኣህጉራዊ ሕግታት ምጥሓስን ዘይቅቡልን ምዃኑ እተን ሃገራት መርገጸን ኣነጺረን ገሊጸን ኣለዋ። ነቲ ናይ ምምሕዳር ኣብዪ ኣሕመድ ዘይቁርዒ ፖለቲካዊ ዕንደራ ኣብ ልዕሊ ኤርትራ ብማሕበረሰብ ዓለም ሓንሳብን ንሓዋሩን ሓመድ ድበ ከም ዝለብስ ኮይኑ ኣሎ። እዚ ከምኡ ዓይነት ንጹር መርገጽ ማሕበረሰብ ዓለም ንኤርትራ ከም ሃገር እወንታ ውፅኢት ምዃኑ ምርዳእ የድሊ። ላዕለዎት ካድረታት ሰልፊ ብልፅግና ኢትዮጵያ ነቲ ናይ ሃበስ ቀደስ ትረኻ ቀይሕ ባሕሪ ኣብ ዝሓፀረ ክገድፉ እዮም ኢልካ ምሕሳብ ዝከኣል እኳ እንተዘይኮነ እቲ ጉዳይ ግን ኣብ ኢዶም ሓዊዎም ኣሎ። እዚ እተርእዮ እዚ ኣካል ናይቲ ኣብ ቀርኒ ኣፍሪቃ ብፍላይ ከኣ ምስ ኲናት ተኣሳሲሩ ቅልውላው ንምፍታሕ ተባሂሎም በዘተፈላለዩ ኣህግራውያን ተዋሳእቲ ዝግበሩ ዘለዉ ምንቅስቓሳት እዩ። ኣብ መንጎ ኤርትራን ኢትዮጵያን ከጋጥም ዝኽእል ኲናት ከሎ ከም ዝግታእ ምግባር ብማሕበረሰብ ዓለም ኣዝዩ ኣገዳሲ ጉዳይ ተገይሩ ተታሒዙ ምህላዉ ዝገልጽ ተርእዮ ከኣ እዩ። እቲ ብምምሕዳር ኣቢይ ኣሕመድ ክግበር ዝጸንሐ ንዓሰብ ብምውራር ክሕዝ ኣፍቅዱለይ ዝትሕዝትኡ ዲፕሎማስያዊ ወፍርታት ነጋሪት ኲናት ንማሕበረሰብ ዓለም ኣሻቒሉ ምጽንሑ ይፍለጥ። ስለዚ እዚ ብኣጋጣሚ ብሩራዊ ኢዮቤል ስምምዕ ኣልጀርስ ዝተመሓላለፈ ንጹር መርገጽ ዋና ጸሓፊ ውድብ ሕቡራት ሃገራት ኣንቶንዮ ጉተረዝን ብዙሓት ሃገራትን እምባር ኣብቲ ዝጸንሐ ሸቐላት ተመርኮሰ ግብረ መልሲ ምዃኑ ንጹር እዩ። በቲ ካልእ ሸነኽ ክሳብ እዚ ጽሑፍ ተዳለወሉ ህሞት ሕብረት ኣፍሪቃ ይኹን ኢጋድ ብዛዕባ መበል 25 ዓመት ብሩራዊ ኢዮቤል ስምምዕ ኣልጀርስ ዝምልከት ዘውፅኦ መግለፂ የለን ከምቲ ግቡእ ንሳተን ማለት ሕብረት ኣፍሪቃን ኢጋድን እየን እተን ቅድሚ ካልኦት ክግደሳሉን ክዛረባሉን ዝግባ ነይሩ ብዝኾነ ምስ ብዙሓት ካልኦት ዝጸንሑ ዘይዕግበታት ተደማሚሮም መንግስቲ ኤርትራ ካብ ኣባልነት ውድብ ኢጋድ ብወግዒ ስሒቡሎም ኢጋድ እውን እቲ ናይ ምስሓብ ውሳነ ከም ዝበጽሖም ብምሕባር ብዘይ መምለስ እግሪ ዶ ከነፋንዎም ብዝመስል መልክዑ ኸኣ ኤርትራ ኣብ 2023 ናብቲ ውድብ ድሕሪ ምምላሳ ዋላ ሓንቲ ተሳትፎ ኣየርኣያትን ዝብል ነቐፌታ ብምስናይ ብሰላም ክትምለስ ክንጽበ ኢና ኢሎም ተፋንዮም ኣለዉ። ብዝኾነ ምስሓብ ኤርትራ ካብ ኢጋድ ነቲ ኢትዮጵያ ከተርእዮ ዝጸንሐት ናይ ቀርኒ ኣፍሪቃ ጎብለል ናይ ምዃን ጥሙሕ ኣብዚ ሰሙን ካብ ዘጋጠሙ ተወሳኺ ፖለቲካዊ ጽፍዒት ኮይንዋ ይርከብ። ኢጋድ ኣብ ክንዲ ነጻን ንሃገራት ቀርኒ ኣፍሪቃን ብምዕሩይ ኣገባብ ዘገልግል ናይ መንግስታት ኢትዮጵያ ፖለቲካዊ መሳርሒ ኮይኑ ከገልግል ዝጸንሐ ትካል እዩ። ከምኡ ስለ ዝኾነ ኣብዚ ሕጂ ዝኸይድ ዘሎ ጂኦፖለቲካዊ ቅርቅስቲ ዞባ ኢጋድ ብተዘዋዋሪ መንገዲ ኣብ ጽልዋ ኢማራት ዓረብ ምውዳቕ ይክተርፎን እዩ። ስለዚ እቲ ብመንግስቲ ኤርትራ እተወስደ ናይ ምስሓብ ስጉምቲ እንኮላይ ጂኦፖለቲካዊ ሕሳባት ኣብ ግምት ዘእተወ ምዃኑ ምርዳእ ይከኣል። ከምቲ ኣብቶም ዝሓለፉ ጽሑፋት ዝተገልጸ ዑደት ፕሬዚደንት ኢሳያስ ናብ ስዑድያ ብቐንዱ ጂኦፖለቲካዊ ትሕዝቶ ዝነበሮ እዩ። ክንዲ ዝኾነ ውጽኢት ናይቲ ዑደት ፖለቲካዊ እዩ። ብመሰረት ትሕዝቶ እቲ ዑደት፣ ኣብ መንጎ ኤርትራን ስዑድያን ክሕይል ዘድለ ዘሎ ዝምድና፣ ንዞባ ቀይሕ ባሕርን ቀርኒ ኣፍሪቃን ኣብ ዘራኸቡ ፖለቲካዊ ጉዳያት ልፍንቲ ምፍጣር ዝምልከት እዩ። ብምትእስሳር ነቲ ሓፈሻዊ ዝኸይድ ዘሎ ኣሰላልፋታት ኣብ ንርእየሉ፣ ሱዳንን ምስርን ኣካል ናይቲ ልፍንቲ እየን። ስዑድያ ምስ ኢማራት ዓረብ ኣብ ቀጥታዊ ዘይምቅራው ኣትያ ትርከብ። ሱዳን ምስ ኢማራት ኣትያቶ ዘላ ምፍጣጥ፣ ኪኖ ዘይምቅዳው ሓሊፉ ኣብ ቀጥታዊ ረጽሚ በጺሑ ዘሎ እዩ። ኤርትራን ግብጽን ግና ምስ ኢማራት ኣብ ቀጥታዊ ዘይምቅዳው ኣያትዋን ዘለዋም። ንኤርትራ እቲ ጉዳይ ኣብ መንጎ ኢማራት ዓረብን ኢትዮጵያን ዘሎ ዝምድናን ኢማራት ኣብ ሱዳንን ቀይሕ ባሕርን ትገብሮም ዘላ ምትእታዋትን ብተዘዋሪ መንገድታት ንኤርትራ ስለ ዝጸሉ እዩ። ኢማራት ኣብ ግብፂ ናይ ቢልዮናት ዶላራት ወፍሪ ኣለዋም። ግብፂ ነቲ ገዚፍ ቁጠባዊ ወፍሪ ዘፍርስ ስጉምታት ኣንፃር ኢማራት ክትወስድ ትኽእል እያ ኢልካ ምሕሳብ ዝከኣል ኣይኮነን። ምኽንያቱ ቁጠባዊ ወፍሪ ዝተፈላለዩ ሃገራት ንግብፂ መትኒ ቁጠባ ስለዝኾነ። ስዑድያ ምስ ኢትዮጵያ ፅቡቕ ዝምድና እዩ ዘለዋም። ኣብቲ ትሓስቦ ዘላ ናይ መጻኢ ቁጠባኻ፣ ኢትዮጵያ ከም ዕዳጋን ናብ ዕዳጋታት ኣፍሪቃ መሰጋገሪትን እትኸውን ማእከል ገይራ ሒዛታ ዘላ። ኢትዮጵያ ብወገና ኣብዚ ሕጂ እዋን ካብ ምስ ስዑድያ ምስ ኢማራት ዘለዋ ዝምድና የሕይል። በዚ ርበቲ እተን ነዚ ኣብ መንጎ እዘን ሃገራት ዝኸይድ ዘሎ ጂኦፖለቲካዊ ቁርቁስ ኣንፈት ዘትሕዞ ስዑድያን ኢማራትን እየን ክኾና። ንሕጂ ከኣ ልፍንቲ ስዑድያ፣ ኤርትራ፣ ሱዳን፣ ግብጽን ብሰሜናዊ ሸነኽ ቀይሕ ባሕሪ፣ ልፍንቲ ኢማራት፣ ኢትዮጵያን ኬንያን ብሸነኽ ደቡብ ካብ ቀይሕ ባሕሪ ኮይነን ተሰሊፈን ምህላወን እዮም ብርክት ዝበሉ ተዓዘብቲ ንባቦም ዝገልጹ ዘለዉ። ተደማሚሩ እምበኣር ውጽኢት ዑደት ፕሬዚደንት ኢሳያስ ኣፈወርቂ ንጥሙሕ ምስፍሕፋሕ ኢትዮጵያ እታ ናይ መወዳእታ ዲፕሎማሲያዊ ቃንጫ ብምጽዓን፣ ሓመድ ድበ ምልባሱ ዘንጸባረቐ ፖለቲካዊ ፍጻሜ ክበሃል ይከኣል እናበልኩ ብኻልእ ጽሑፍ ክሳብ ዝምለሰኩም ምቕናይ ጥራይ ሙኽታር ዓሊ ወዲ ዓሊ